እዛ ሰበይቲ ክልክ ትወልድ ኢላ እያ መጀመርያ ግዛ እያ ሰራሕተኛ ገይራ ኣይትፈልጥን ትራ ክልተ ሓሙሽተ ሚእቲ ሓሙሽተ ሚእቲ ኣብ ቦርሳይስ ብላዕሊ ብላዕሊ ገንዘብ እግዚኣብሔር ንጽህና ልብካ ክፈልጥ ከሎ ኣነ ከዓ በቃ ሰብነተይ ከምዘይ እንቀጥቂጠ ይብለክን ኣለኹ እንቀጥቂጠ ኣይፈትይ ናብ ማተይ ኣብ ምስ ሳንቲም እውን ትኹን ናብ ማተይ ብኣማና ከዓ ብጣዕሚ እየ ንዕራብ ልኣምናኒ ገዝአን መፍትሕ ወርቀን መፍትሕ ገንዘበን መፍትሕ ክትፍትን እያ ንክትፈልጠኒ ድሕሪኡ ዋእ ገንዘብ መን ጌሩለይ ኢለ ቀውጢ ጌረያ ኣነ ከኣ። ሰላም ሰላም ናይ ዩቲብ ቻናለይ ተኸታተልቲ ከመይ ኣለኹም ከመይ ትኾኑለይ እግዚኣብሔር ይመስገን ኣነ ብጣዕሚ ሰላም እየ ምሳኹም ዘለኹ የርዳ ሓፍትኹም እየ ንዩቲብ ቻናለይ ሓደሽቲ ዝኾንኩም ሳብስክራይብ ናገበርኩም ቤተሰብ ይኩኑ ሼር ላይ ኮሜንት ከዓ ኣይትረስዑ ማለት እዩ ብሩኻተይ ኣነ ከዓ ኩሉ ግዜ ልኣኻትኩም ክጠቕመኩም ይኽእል እዩ ከዘናግዐኩም ይኽእል እዩ ዝበልኩ ሓደሽቲ ሓደሽቲ ቪድዮታት ሐሒዘ ምምጻእ ኣይክሓምቕይ ማለት እዩ ንስኻትኩም ከኣ መጀመርያ እዛ ቪድዮ ክትርእዩ ከለኹም ላይክ ግበሩ ቀጺልኩም ከኣ ኮሜንት ጸሓፉ ሳብስክራይብ ከኣ ኣይትረስዑ ማለት እዩ ኩሉ ግዜ ዝሰርሖም ቪድዮታት መንታን ክመፀኩም ሳብስክራይብ ገበሪኹም ማለት እዩ ብርካ ደሞ ሓንቲ ብስራሕ ድኽም ኢልኒ ስለ ዝኾነ እዚኣ ኮፍ ኢለ እየ ዝሰርሐልኩም ኣለኹ ቪድዮ በዚ መተርኣስ ተጎዝጊዘ እየ ዝሰርሐልኩም ኣለኹ ቪድዮ ብጣዕሚ ደኺምኒ ስለዝኾነ ስራሕ ያው ስራሕ ዳም ዳም ለለኽን ኣሕዋተይ ኩለኹም ኣብ ስደት ለለኹም ኣጓላትኩም ኣወዳትኩም ይርዳእኩም እዩ ሓደ ሓደ ግዜ ብጣዕሚ ክደኽመካ ከሎ እንዶ ቪድዮ እኳስ ክሰርሕ ይሓሰብኩ ወይ ግን ድሓን እስከ ክሰርሕ እኒአኒ ኢለ ብልገጠመኒ ነገር ማለት እዩ ልገጠመኒ ነገር ከዋግዐኩም በተለይ ኣጋይሽ ለለኽን ኣሕዋተይ ገና ሐዚ ልተሰደትክን ኣሕዋተይ ክትጠቅመክን እያ ኢለ ስለ ልሓሰብኩ እያ ብርግፅ ከዓ ክጠቅመክን እዩ እስካብ መጨረሻ ከዓ ኣዳምፀ እንታይ ገጢምኪ ይጥኢልክና ንብሩኻተይ መጀመርያ ኣነ እግዚኣብሔር መስገን ኣብዚ ዓዲ ኣብ ስዑዲ ካብ ልመፅእ ጀሚረ እስካብ ዛሎም ዕለት እግዚኣብሔር ዝተመስገነ ይኹን ስራሕ ልበሃል ስኢነ ይፈልጥ በፍፅም ስራሕ ልበሃል ስኢነ ይፈልጥ ኩሉ ግዜ ዕድለይ ፅቡቅ እዩ በቃ ካብ ስራሕ ስወፅ ኣይፈልጥ ቋሚ ልኾነ ሓሪፍ ልኾነ ስራሕ ተመላላሽ ኣብዚ ጅዛን ከባቢ ተመላላሽ ኢና ንሰርሕ ተመላላሽ ስራሕ ነይሩኑ ማለት እዩ ሰለስተ ገዛ ይሰርሕ ነይረ ፅቡቅ ይሰርሕ ነይረ ካብ ቀደም ማለት እዩ ካብ ቀደም ጃዛ ዝበሃል ዘይፈልጥ ይወፅእ ካብኡ ዝነበርኩዎ መንደር ኣብ ካልእ እዩ በቃ ኩለን ዘን ዕራብስ ይፈልጣ ማለት ተን ከባብስ ብጣዕሚ እየን ይፈልጣኒ ምንታይ ተመላላሽ ይሰርሕ እየ በቃ ብጣዕሚ እየን ንፎትያንላ ንምንታይ ኩሉ ነገር እሹ ኢና ንብል ንሕና ግዴታ ትሕትና ክትገብር እኒኤካ ድሕር ክትክበር ደሊኻ ወላ ኣዕራብ ይኹን በቃ ኩሉ ነገር እሹ ክትብል እኒኤካ እና በቃ ዘን መንደር ይፈልጣን እየን ብጣዕሚ እየን ፎትያን ነይረን ኣብ መንጎኡ እንታይ ገጢም እንመሲልኩም ሮመዳን ማለት እዩ ሮመዳን ስ ቅድሚ ዓሚ ኣጋጣሚ ይተሓዝ ነጊረኩም ነይረየ ይተሓዝ እሞ እስር ቤት ይኣቲ ማለት እዩ ድሕሪኡ ምስ ተኣሰርኩ ኣይፅናሕኩ ብዙሕ ወፀ ብገንዘብ ወፀ ገንዘብ ከፊልካ ትውፅእ ትኽእል ኢኻ ብገንዘብ ዳርጋ ነጊረኩም ነይረ እስከ ዓሰርተ ክልተ ሽሕ ከፊለ ሪያል ማለት እዩ ከፊለ ይወፅ እሞ ምንም እንድሕር ደኣ ንእሽቶን ዕላማ ካላይ ዝሳኺዕኻ ገለስ ዓድሽሉ ውልካ ክትገድለ ይሓሰብካዮ ደሰ ይብለካ ድሕሪ እግዚኣብሔር ይመስገን ወፀ ኣጋጣም መቸም ኣዕራብ ይፎትያን እየን ወላ ላበልካ ወላ ብጣዕሚ የኽብራኻ ይፎትያኻ ነይረን ዝኩሉ ዓመት ስለ ንግዘአለን እየን ካል ፎትያን ኣንበይዋ ወይ ዝኩሉ ዓመት ስርሕ ነበርኩሉ መንደር ማለት እዩ ወይ ዝኩሉ ዓመት ስርሕ ነበርኩለን ገዛስ ካልእ ሰራሕተኛ ምፅየን ድሕሪኡ ካልእ ሰራሕተኛ ምስ ኣምፅኣ ሓቂ ዘረባ ካውዮ እስር ቤት ለወፀ ኮላይ ለሰን ሓቀን እየን ምስ ተኣሰርኩስ ረሞዳን እዩ ነይሩ መን ይስርሐለን መን ይስርሐለን ሓቀን እየን ሳተለ ድሕሪኡ ሰራሕተኛን እዮም ፃሞ ኣነ ከዓ ነዊሕ ፅናሕኹ እንታዩ በቃ ክልተ ሰሙን ጥራሕ ኣብ ጀዛስ ክልተ ሰሙን ጥራሕ ፀኒሐ ስራሕ የግኒ ማለት እዩ ክልተ ሰሙን ጥራሕ እዩ ኮፍ ኢለ ዓሪፈ ካብታ እስር ቤት ወፅያ ላብዚ ሕዚ እኒኹዎ ገዛ ይመፅእ ናብዛ ገዛ ምስ መፃ እንደ ውላ ሓንቲ ወርሒ ጥራሕ ኢላ ያምፅኣት ንስኹ ኢለ ሸለው ኢለ እየ መፅእ ወይላ እንትን ክኾነለይ ይኽእል ቀዋሚ ክኾነለይ ይኽእል ስራሕ እስክትገፍዕ የብልኻይ ኣነ ኮፍ ከዓ ይፈቱ እዩ በፍፅም ኮፍ ልበሃል ጭራሽ ይፈቱ እዩ ኣነ ማለት እዩ ኮፍ ምባል ብስሮ ዝዓድስ ፈቱ ኢለ ኮፍ ለይለ ይፈልጥ እዩ ድሕሪ ወላ ሓንቲ ወርሒ ስለምንታይ ወፅ ኣይኸደ ስራሕ ኢለ ይመፅእ ማለት እዩ እዛ ሰበይቲ ክላ ክትወለድ ኢላ እያ መጀመርያ ግዛ እያ ሰራሕተኛ ገይራ ኣይትፈልጥ ጭራሽ ዝሮ ዝሮ በቃ ተመቸዮም ፀባየ ይሳቶም ልተመቸዮም እዚ ክንደ ገይረ ኒኹ ዳርጋ ክልተ ዓመት ቀሪበ ኒኹ ማለት እዩ ድሕሪኡ ክነግረክ ግን ምስ መፀኹ ላብዛ ገዛ ኣብ ሰለስተ ወርሐይ ገና ባህሪ ኣይሓዝኩዋይ ባህሪ ለይ ሓዘትኒ ስራሕተኛ ገይሮም ኣይፈልጡይ ኣብ ሓንቲ ዘይኮነት ስዲ ሓማታና ሓንቲ ኒኣ እዚኣ ዛኒኸዎ ኣነና ማለት ዛለ ድቂ ሰላ ሓንቲ ኒኣ ካብኡ ለደ ሓማታ ልኒያ ሰሪሕላ ይምለስ ሕዚ እንታይ ትገብረኒ መሲልኩም ካሜራ ለ ርእየኩም ነይረ ካሜራ ኒዮ ድሓር ከዓ ክትጠራጠር ኣለካ ወላ ሓንቲ ብቕንዕና ስራሕና ንስራሕ ቤት ኣዲኦን ከየምፃ ምንም ይመስለካይ ካሜራ ከም ለሎለ ርእየኒ ኣኹዋ ማለት ኖርማል እዩ ምንም ኣይመስልን ኣነ ካሜራ ተሃለወሲ ወላ ሓንቲ ብስነ ስርዓት ስራሕካ ተሰሪሓ ካሊእ ምንም ነገር ድሕሪኡ ሓንቲ ወርሒ ኢና ለምፀትኒ በቃ ተመቻቺና በቃ ከስራሕ ከየኖ ኣይትኸዲ ትብለኒ ማለት እዩ ድሓር ፅቡቅ ኢለ ኣነ ከዓ ደስ ኢሉኒ እንደው ስራሕ ስለለየለ በቃ ብልቃሕ እየ ከዓ ወፀ ካብ እስር ቤት ልቓሕ የመንታ ንክምልስ በቃ ክፅነነለን ትዕግስቲ ክገብረለን ኢለ እሺ ይብል እሞ ኣብ ሰለስተ ወርሒ እንታይ ትገብር መሲልኩም ልኽትፍትነኒ ማለት እዩ ልኽትፍተነኒ ኢላ እንታይ ገይራ መሲልኩም እዛ ዓረብ ኣብ ቦርሳይ ማለት እዩ ኣብ ቦርሳይ ማርያምን ይብለክን ኣለኹ ኣብ ቦርሳይ ሲ ሓሓሙሽተ ሚእቲ ሽሕ ቅርሺ እያ ትኸፍል እዚያ ርሓማት ኣለ እኒአኒ ሓሓሙሽተ ሚእቲ ሽሕ ቅርሺ ማለት እዩ ሓሓሙሽተ ሚእቲ ክልተ ሓሙሽተ ማለት እዩ ክልተ ሓሙሽተ ሚእቲ ሓሙሽተ ሚእቲ ኣብ ቦርሳይስ ብላዕሊ ብላዕሊ ገንዘብ ሽሕ ቅርሺ ደሞዘይ ከዓ ናይዞም ገዛ ሽሕ እያ ቅድሚኡ ዝነበረኒ ገንዘብ ሓዊለዮ ጠቕላላ ገንዘብ ዝበሃል ኣይነበረኒ ድሕሪኡ ዝኾነ እንድዒ ብኣምላኽ እዩ እምቢ እንኳዕ ደንጎ ክሎ እግዚኣብሔር ንፅህና ልብኻ ክፈልጥ ከሎ ዝኾነ ሳምና ደሌስ ናብዚ ቦርሳይ ናብዚ ቦርሳይ ኢደይ ስድድ የብልኩስ ገንዘብ ከምዚ ወረቐት ሓሸውሸው ኢልንስ ኣነ ካውፅእ ተበልኩስ ገንዘብ ከመይ ደንጊፀ ይመስለክን ብጣዕሚ ደንጊፀ ውዘይ መሓረይቲ ናያትኒ ምሳይ ተምሺ ብሓደ ንበልዕ ብሓደ ንሰቲ ዋ ጌርክለይ ድኽ ገንዘብ ገለ ኢለያ በፍፅም የገበርኩልኪ ኢላትኒ ኣነ ከዓ በቃ ሰብነተይ ከምዘይ እንቀጥቂጠ ይብለክን ኣለኹ እንቀጥቂጠ ኣይፈቱ ኢና ማት ኣምስት ሳንቲም እውን ትኹን ኣማተይ ብኣማና ከኣ ብጣዕሚ እየ ነዕራብ ልኣምናኒ ገዝኣን መፍቱሕ ወርቀን መፍቱሕ ገንዘበን መፍቱሕ ካብ ቀደም ማለት እዩ ብጣዕሚ እየን ልኣምናኒ ስለምንታይ ስርዓት ገይራ ስለ ዝሰርሐለን ከምዚያ ገይርና እግዚኣብሔር ይመስገን ምንም ነገር ኣይጥምትይን ኣማተይ ተመስገን መድሃናለም መብዛሕቴና ለ ሰሪሕና ተደፊእና ናይ ባዕልና እምበይ ታኻ ክገብረልና ውሻ ኢለ ንኸትፍትን እያ ንክትፈልጠኒ ድሕሪኡ

ናብ ባዕለይማ ሰዲደዮ በቃ ናብ ወላዲተይ ሰዲደዮ ገንዘብሲ ኣይብለይ ስለዚ መን ገይሩለይ ኢለ በቃ መን ገይሩለይ ናብ ቦርሳ ኢለያ እስኪ ልስብኣይ ይጥዮ ኢላ ሰብኣያ ካብ ብጣዕሚ መሕተራም እዩ ላውዝታት ላውዚ ክላስ ናተይ መፅ ገንዘብ ይኮነ ክገብር ጭራሽ ጭራሽ ቆልሕ ኢለ ይጠምተከል ኣረኖኖ ኣነ ልገበርክዎ ገንዘብ የብለ ኢልዋ እዛ ኣነ ብደምብ ገይረ ፈሊጠ እያ ኣይ ንባዕልኺ ኢሉ ኮንዋ ሕሰቢ ገለ ኢላ እዘን ገንዘብ ን ናተይ ስለ ለይኮና ሓዘየን ባዕልኺ ኢለዮ ሓዘየን ባዕልኺ ሓራም እንድሕር ናባዕለይ ለይኮነ እንድሕር ድኻመይ ለይኮነ መንም ኣይገብረለይ ኣነ መን እዩ ገይሩለይ ደቃለ ምንም ነገር ኣብቲ ኣይፍትሹ ኣነ ከዓ ምትእክዳ ኮይነ ኖርማል ገጢመ ያሳ ከም ዝገበረትለይ ማለት እዩ ንባዕልኸ ይልኾን ሕሰቢ እስካብ ሰሙን ልኾንሲ ሕሰቢ ኣይሓሰቢ ንባዕልኸ ንባዕለይ ይኮነ በፍፅም ናተይ ኣይኮነይ ገንዘበይ ነበረኒ ሰዲደዮ እየ ዓዲ ስለዚ ናተይ ኣይኮነይ ኢለያ ገንዘባ ከዓ ወሲዳ ናታ ተለይኮንሲ ኣይ ናተይ ኢለ ኣነ ለ ብሱር ናተይ ስለለይኮነ ንባዕሊ ከይልኮነ ኣበርትኻ ስለዝፀንሐስ በቃ ሓዘየን ኢላስ ኣይተኸራኸረት ብዙሕ ማለት እዩ ማለት ወይ ንባዕልኺ ይኹን ንባዕልኺ ይልፎን ሕሰብ ረሲዕካዮ ከይትኾን ምናምን ኢላትኒ እና እሳ ከም ዝገበረትለይ ማንም ሰብ ክገብረለይ ይኽእል እሳ ከም ዝገበረትለይ ተኣማሚነ ድሕሪ ግን ኣሚናትኒ ብጣዕሚ ኣሚናትኒ ብጣዕሚ ፎትያትኒ ገዛኣ ክፉት ወርቃ ክፉት ብጣዕሚ ከዓ ኣሚናትኒ ማለት እዩ ማርያምን በቃ ድሕሪ ትዕለት ስቲስ ብከምኡ ለ በቃ እርግጠኛ ኮይኖ ብጣዕሚ በቃ ተኣምነኒ ኮይና ብጣዕሚለ ተፋቲና ተኸባቢርና ኢና ንነብር እስካ ለለኻዮ ማንም ኹን ማንም ተኸባቢርካ ምንባር ፅቡቅ እዩ እናታይ እየ ክብለክን ደልየ ብሩኻተይ ከምዚ ዝገብሩለ ስለለለው ክትጥንቀቃ ይግበክን በተለይ ገይሽ ዝኾንክን ካሜራ ለለዎ ገዛታት እኒኦ ከምዚ ዝገብሩለ እኒኦ እዮም ገንዘቦም ናብ ቦርሳኻ ይገብሩልካ ንክዕዘቡኻ በተለይ ጋሽ ኾንካ ትኣቲ ተለኻ ካሜራ ይገብሩ ካሜራለ ካሜራለ ክገብሩ ይኽእሉ እዮም ክላሰን ዘለወን ሰባት ኣለዋ ወላ ኣብ ክላሰን ካሜራ ሓቢኦም ኩሉ ትገብሮታ ሰራሕተኛ ልርእዩ እኒው እዮም ኣብ ሕድሕድ ገዛ ሎሚ ካሜራ ለይብሉ የለይ ማለት እዩ ስለዚ እንታይ ከም ክትገብራ ዘለክን ምንም ካሜራ ይሃሊ ካልእ ይሃሊ ገንዘብ ላብ ቦርሳኻ ገንዘብ ላብ ቦርሳኻ ገበሩልካ ንስኻ ባዕልኻ ስነ ስርዓት ጌርካ ትሰርሕ ትኾንካ ልብኻ ንጹህ ተደኣ ኮይኑ ምንም ንመጸካ ነገር የለይ እና ኣጋይሽ ኮንክን ኣሕዋተይ እዚኣ ክትመሃረላ ይግብአክን ማለት እዩ ገንዘብካ ክወስዱ ዝኽእሉ እውን ብዙሓት ኣለዉ ገሊኦም ሸባባት ዘለዎም በተለይ መናእሰይ ዘለዎም ገንዘብክን ክትስረቃውን ስለትኽእላ ኣብ ፅቡቅ ገይርክን ክትሕዙ ይግበአክን ኣጋይሽ ኣሕዋተይ ገንዘብ ኣብ ኢድክን ሓዛ ኢለኩ ኣይመኽረክን እዩ ምናልባት ኣብ ኢድክን ልሕዛ ተኾይንክን እውን ተጠንቂቕክን ክትሕዙ ይግበእክን ማለት እዩ ከምዚ ናተይ ፈተነ ምናልባት ክገጥመክን ስለዝኽእል እውን ከምዚ ክገጥመክን ከለውን ምንም ትደናገፅ የብልኻይ ናብ ማትካ ተኾይኑ ተንጥረሎም ንባዕልኻ ተኾይኑ ከዓ ናባዕልኻ እዩ እና ጋይሽ ዝኾንክን ኣሕዋተይ በተለይ ናዛ ካሜራ ሓደ ግዜ ቀሪጸልኪ ነይረ እየ ብስርቱ ካሜራ ባዕሉ ኣምጺዐዮ ለየለውል ሃለው ድሓር ምስ ተበላሸወ ኣምጺዐልኪ ነይረ ቀሪጸልክን ማለት እዩ በተለይ ካሜራ ዘለዎ ገዛ ክትጥንቀቃ ይግበረክን ኩላ ትገብራ በተለይ ንውላዶም ንውላዶም ትንዕ ተይልካ ውላዶም ጠፍተብ ኢልካ እዩ ኩሉ ግዜ ከም ኣያ ትገብር ኢሎም እዮም ዝሓስብካ ዝማዕዱ ማለት እዩ ስለዚ ብሩኻተይ ካብዛ ናተይ ገጠመ ከምኣ ክትገጥመክን ስለ ትኽእል ኢለ እየ ከም ተሞክሮ ክትኾነክን ኢለ እየ ምፅእየ ማለት እዩ ብቐፃሊ ቪድዮ እስከምንራኽብ ባይ ባይ ብጣዕሚ ደኺምኒ ንሃለየ እንዶ ቪድዮ ዝቐርፅ ኣለኹ ብጣዕሚ እየ ልፈትየኩም ሰላምን ፍቕርን ንኹሉ ወዲ ሰብ ቐፃሊ ቪድዮ እስካልመፀኩም ባይ ባይ